ኣብ ዓለም ካብ ዘለዉ ጥንታውያን ኣብያተ ክርስቲያናት ናይ ግብፂ ኮፕቲክ ቤተ ክርስቲያን ከም ደማቅ ኮኸብ ትፅዋዕ ናይ ቅዱስ ማርቆስ ወንጌላ ዓሸራ ዝዓረፈላ እቶም ዓበይቲ ኣትናቴዎስን ቄርሎስን ናይ እምነት እምባ ናይ ምንኩስና ህይወት ዝተስፋሕፈሐላ ቅድስቲ ምድሪ ታሪኻ ብሰማእታት ደም ዝተጻሕፈ ብሊቃውንቲ ጥበብ ዝደመቐ ብገዳማት ጸሎት ዝጸንዐ እዩ ነገር ግን ብዓሰርተ ትሽዓተ ክፍለ ዘመን መወዳእታ እዛ ዓባይ ቤተ ክርስቲያን ኣብ ህልውና ዘንጸላለወ ከቢድ ሓደጋ ተጋፈጠት እቲ ሓደጋ ካብ ደገ ዝመፀ ናይ ሰይፊ ወረራ ኣይነበረን እኳ ደኣስ ብስውርን ብቐሊሉን ዘይረአ መንፈሳዊ ኩናት ነበረ ብሓደ ወገን ናይ ውሽጣ ድኽመት ከም ንቐጽ ክበልዓ ጀመረ ብኦርቶዶክሳዊ ትምህርቲ ዝሰልጠኑ መምህራንን ኣገልገልትን ቁጽሪ ኣዝዩ ቀኒሱ ብዙሓት ኣብያተ ክርስትያናት ብዘይ ጓሳይ ዝተረፈ ኣባጊዕ ኾነ ብካሊእ ወገን ድማ ካብ ዝገደደ ሓደጋ ካብ ደገ መጸ ብዝግባእ ዝተደራጀዉ ብዙሕ ገንዘብ ዘለዎም ናይ ሰብ ስነ ልቦና ኣጽርዮም ዝፈልጡ ናይ ምዕራባውያን ሚስዮናውያን ንግብፂ ኣጥለቕለቕዋ ስልቶም ኲናትን ጋሻን ኣይነበረን። ማረኽቲ መጽሓፍቲ፣ ጽቡቓት ስእልታትን ጥዑማት ቃላትን እምበር። ናይ ኦርቶዶክሳውያን ገዛ እናዘሩ ዘመናዊ ትምህርትን ሓገዝን ብዝብል ሽፋን ናይ ቤተ ክርስቲያን ውልዳት ልቢ ምስራዕ ጀመሩ። ዋና ዕላማኦም መንእሰይ ትውልዲ ካብ ናይ ኣዲኡ ቤተ ክርስቲያን ዝተምህሮ ምውፃእን ማንነቱ ምጥፋእን ነይሩ። እዚ ስውር ወረራ ውፅኢታዊ እንዳኾነ መፀ። ብዙሓት ኣብ ኣዶ ቤተ ክርስቲያኖም እምነት ሰኣኑ። ተስፋ ምቑራፅ ነገሰ። እዛ ጥንታዊት ቤተ ክርስቲያን ቀስ ብቐስ ትሞት ዘላ መሰለት። ልክዕ ኣብዚ ናይ ጸልማት ህይወት ግን ማንም ካብ ዘይተጸበዮ ቦታ ናይ ብርሃን ጭላንጭል ተራእየ። ነዚ ለውጢ ዝመርሖ ሓያል ፓትርያርክ ወይ ድማ ፍሉጥ ናይ ቤተ ክርስቲያን ሊቅ ኣይነበረን እኳ ደኣስ ገና ናይ 17 ዓመት መንእሰይ ናይ ቤተ ክርስቲያን ፍቕሪ ጥራሕ ዝተዓጥቀ ሓደ ዲያቆን ሎም መዓንቲ ኣብዚ ታሪክ እግዚኣብሔር ኣብ ወሳኒ ሰዓት ዘልዕሎ መንእሰይ ከመይ ናይ ኩናት ስልቲ ከም ዝቐየረን ናይ ቤተ ክርስቲያን ለውጢ መሃንዲስ ከም ዝኾነን ብጥልቀት ክንምርምር ኢና እዚ ናይ ሊቀ ዲያቆናት ቅዱስ ሓቢብ ጊዮርጊስ ኣድናቂ ታሪኽ እዩ ምሳና ጽንሑ ዝኸበርኩም ስድራ ሰለስቱ ምእቲ ሚድያ ኣብ ትሕቲ እግዚኣብሔር ብናትኩም ሓገዝ ካብ ዝተበጊስና ኣብ ዓብዪ ደረጃ ንምብፃሕ ብዙሕ ምግልጋልን ሕልሚ ሒዝና ተላዒልና ኣለና ንኸዶ መንገዲ ነዊሕ እዩ ራእይና እውን ዓብዪ እዩ። ገና ዘይተነገሩ ታሪክ ቅዱሳን ዘይተወግዐሎም ሚስጥራት ቤተ ክርስቲያንን ኣብዚ ወለዶ ክባፅሑ ዘለዎም ኣእላፍ መንፈሳዊ ፍረታትን ኣለዉ። ነዚ ራእይ ናብ ዓብዪ ደረጃ ንምብፃሕ ዓቕምና ንምዕባይ ዝሓሹ ስራሕቲ ሒዝካ ንምቕራብን ድምፂ ቤተ ክርስቲያን ናብ መላእ ዓለም ንምብፃሕን ዝሓሸ ዓቕሚ የድሉ እዩ እሞ ኩለኹም ስድራ ሚድያና እንሰርሖም ዘለና ስራሕቲ ብትዕግስቲ ብምርኣይ ሃናፅ ርእይቶኹም ግደፉልና ንካልኦት ሰባት ሼር ብምግባር እውን ናብ ካሊእ እንክባፅሕ ግበሩልና ከምኡ እውን ወትሮ ስራሕትና ብቕልጡፍ ንክበፅሐኩም ሳብስክራይብ ብምግባር ንክትሕግዙና ብትሕትና ንሓትት በስም ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን። ኣብ ሓንቲ ዓባይ ሃገር ኣብ ሓንቲ ጥንታዊትን ቤተ ክርስቲያን ታሪክ ውሽጢ እግዚኣብሔር ታሪክ ዝቕይር ሰብ ዝለኣኸሉ ፍሉይ ወቕት ኣሎ። ዓሰርተ ትሽዓተ ክፍለ ዘመን እናተወደአ ዕስራ ክፍለ ዘመን እናዕተወ ኣብ ዝነበረሉ ዘመን ናይ ግብፂ ኦርቶዶክሳዊት ተዋህዶ ቤተ ክርስቲያን ኣብ ዓብዪ ፈተና ነበረት። ናይ ውሽጢ ድኽመትን ናይ ደገ ፅዕንቶን ከም ማዕበል ኣብ ዘናውፀሉ ኣብቲ ዘመን ንሱ ብ1876 ዓ ም ኣብ ከተማ ካይሮ ሓደ ህፃን ተወለደ ሽሙ ሃቢብ ጊዮርጊስ ተባህለ እዚ ህፃን ድሕሪ ዓመታት ነዛ ጥንታዊት ቤተ ክርስቲያን ናይ ለውጣ ፋና ናይ ኣገልግሎታ መሃንዲስን ናይ ትውልዲ ኣቦ ከም ዝኾንን ኣብቲ ሰዓት ማንም ኣይፈለጠን ነይሩ ናይ ሓቢብ ናይ ህይወት ጉዕዞ ከምቶም ብዙሓት ቅዱሳን ብመሕዘን ክስተ ዝተጀመረ ነበረ። ገና ናይ ኣርባዕተ ዓመት ህፃን እናሃለወ ናይ ህይወት ትርጉም ኣብ ዘይፈልጠሉ ናይ ቁልዕነት ዕድሚኡ ኣቦኡ ብሞት ሰኣነ። እዚ ከቢድ ሓዘን ልቡ እተሐዘነ እኳ እግዚኣብሔር ግን ኣብ ክንዱ ዓለም ክትህቦ ዘይትኽእል ኣዱ ሂብዎ ነበረ። ኣዲኡ ብሓዘና ከይቈዘመት ወዳ ብእግዚኣብሔር ፍቕርን ብቤተ ክርስቲያን ትምህርትን ሃኒጽ ኣበየቶ ንዕኡ ቤተ ክርስቲያን ናይ ሰንበት መሰብሰቢ ቦታ ጥራሕ ዘይኮነትስ ናይ ህይወቱ ማእኸል ነበረት ኣብ መንድቓታ ናይ ቤተሰብ ሙቐት ኣብ መዝሙራታ ድማ ምጽንዕና ኣብ ስርዓታ ውሽጢ ድማ ማንነት ተረኸበ ኣዲኡ ዝዘርኣትሉ እቲ ዘይናወፅ ናይ እምነት ዘርኢ ንዝመፅእ ተልእኾ መሰረት ከም ዝኾን ኣይፈለጠን ነይሩ ሃቢብ ምስ ዓበየ ብኣዲኡ ዝተዘርኣሉ ናይ ቤተ ክርስቲያን ፍቕሪ ናብ ፍልጠት ጽምኣት ተለወጠ እዚ መንገዲ እውን ብቐጥታ ዝመርሖ በቲ ዘመን ቤተ ክርስቲያን ናይ ፍልጠት ብርሃን ናብ ዝነበራ ናብቲ በቲ ዓብዪ ኣቦን በዓል ራእይ ፓትርያርክን ኣቡነ ቄርሎስ ራብዓይ ዝተመስረተ ዓብዪ ናይ ኮፕቲክ ቤት ትምህርቲ ነበረ እዚ ቤት ትምህርቲ ናይ ትምህርቲ ማእኸል ጥራሕ ዘይኮነስ ንሃቢ መንፈሳዊ መንነቱ ዝቐረጸሉን ናይ መጻኢ ኣገልግሎቱ ዝተሃነጸሉ ቅዱስ ስፍራ ነበረ ኣብ ውሽጢ ቤት ትምህርቲ መንእሰይ ሃቢብ ብፍሉይ ብቕዓቱን ትግሃቱን ካብ መምሃራንን መሓዙትን ማእኸል ከም ኮኸብ ኣብርሀ ኣእምሮኡ ከም ስቦንጅ ናይ መንፈሳዊ ኮነ ናይ ስጋዊ ፍልጠት ይመጥጥ ነበረ ስቑ ኢሉ ዝመሃር ተምሃር ኣይኮነን ዝተምሃሮ ዝነብር ብቤተ ክርስቲያን ኣገልግሎት ዝተግህ ብጸሎት ዝብርትዕ መንእሰይ ነበረ እዚ ፍሉይ ተውህቦን መንፈሳዊ ብስለቱን ከይተፈለጠሉ ኣይተረፈን ገና ብንእስነት ዕድሚኡ ንምግልጋል ዝበቕዓ ኮይኑ ብምርካቡ ናይ ዲቁና ማዕርግ ተዋህቡ እዚ ንመንእሰይ ሃቢብ ናይ መጀመርታ ናይ ሓላፍነት ፃውዒት ነበረ በቲ ዕለት ቅዳሴ እንተገልግል ልቡ ብውሽጢ ክነድድ ጀመረ እዛ ዘገልግላ ቤተ ክርስቲያን ሓደ መዓልቲ ንሱ ክድግፋን ከጽንዓን ከም እትጽውዖ ገና ኣይፈለጠን። ናይ ንእስነት ዘመኑን ናይ ትምህርቲ ግዜኡን ንዝመጽእ ዓብዪ ተልእኾ ምድላው ጥራሕ ኾነ። ግዜኡ 1893 ዓ ም ነበረ። ናይ ግብፂ ቤተ ክርስቲያን መራሕ ዝነበሩ ፓትርያርክ ኣቡነ ቄርሎስ ሓምሻይ ናይ ቤተ ክርስቲያን መጻኢ ዕድል ብጥልቀት ኣብ ዝሓስብሉ ወቕቲ ይርከቡ። እቲ ሽግር ግልፂ እዩ። ዝተማሃርን ብኦርቶዶክሳዊ ኣስተምህሮ ዝጸንዑን ኣገልገልቲ ቁፅሪ ካብ ግዜ ናብ ግዜ እናመንመነ መፅኡ እዩ እዚ መንፈሳዊ ክፍተት ንምምላእን ቤተ ክርስቲያን ንቐፃሊ ሚእቲ ዓመት ንምዝግጃው ሓደ ወሳኒ መፍትሒ ሓሰቡ ብዘመናዊ መልክዑ ዝተደራጀወ ናይ ስነ መለኮት ኮሌጅ ምምስራት እዚ ራእይ ዓብዪ ነበረ ነገር ግን ነዚ ራእይ ተሸኪሙ ህዝቢ ክለዓል ዝኽእል ሰብ ካበይ ይረኸብ እቶም ፓትራሪክ ኣብ ቢሮኦም ከቢቦም ካብ ዝነበሩ ፍሉጣት ቀሻውስትን ናይ ሕብረተሰብ መራሕትን ማእኸለይ መረፁን እኳ ደኣስ ዓይኖም ዝዓረፈ ኣብ ልዕሊ እቲ ብንእስነት ሓዊ ዝነድድ ብፍልጠት ጽምእ ዝሰኸረ ብቤተ ክርስቲያን ፍቕሪ ልቡ ዝነደደ ናይ ዓሰርተ ሸውዓተ ዓመት መንእሰይ ዲያቆን ነበረ ኣብቲ ዓብዪ ናይ ኮፕቲክ ቤት ትምህርቲ ብዝነበሮ ብሩህ ኣእምሮን ካብ ዕድሚኡ ዝበለጸ ብስለቱን ዝፍለጥ ዲያቆን ሃቢብ ጊዮርጊስ ኣጸዊዖም እዚ ታሪኻዊ ሓደራ ሃበዎ። ንሓደ ወጣት እዚ ጎቦ ዝኣክል ሓላፍነት ነበረ። ነገር ግን ንሃቢብ እዚ ናይ እግዚኣብሔር ጻውዒት ኮነ። እቲ ተልእኾ ተጀመረ። እዚ መንእሰይ ዲያቆን ናብ ብራና መጽሓፍትን ግዜኡ ገዲፉ ኣብ ናይ ግብፂ ኣወራማ መንገዲ ጉዕዞ ጀመረ። ካብ ከተማ ናብ ከተማ ካብ ገጠር ናብ ገጠር በብኣብያተ ክርስቲያን እናዞረ ድምፁ ዓወቢል ሰበኸ። መልእኽቱ ሓደ እዩ። ደቅና ብእምነቶም ዘጽንዕ ቤተ ክርስቲያንና ብፍልጠት ብርሃን ዘብርህ ናይ ስነ መለኮት ኮሌጅ የድልየና እዩ በለ ዲያቆን ሃቢብ ገንዘብ ጥራሕ ኣይጠየቐን ናይ ሰባት ልቢ እውን እምበር ናይዚ ትካል ምምስራት ንቤተ ክርስቲያን ህልውና ክንደይ ዝኣክል ወሳኒ ከም ዝኾነን መንነቶም ካብ ባዕዲ ተጽዕኖ ከመይ ከም ዝሕልወሎምን ብዘይናወጽ እምነት ኣረድኦም ናይ ሓቢብ ዘረባ ብውርዝነት ስምዒት ጥራሕ ዝተመልአ ኣይነበረን ብዓሚቑ ጥበብን ብዝበሰለ ረኣያን ዝተቓነየ እምበር ናይ ዲያቆን ሓቢብ ፃዕሪ ከንቱ ኣይተረፈን እቲ ህዝቢ ኣብ ኣንደበት ንእስነቱ ድምፂ እግዚኣብሔር ሰምዐ እኹል ገንዘብ እውን ተኣከበ ናብ ካይሮ ኣብ ዝተመለሰሉ ግዜ ፓትርያርክ እቲ እዋን ብውፅኢት ስርሑ ምሕር ተሓጒሶም መሃባሻ ኣብ ዝተባህለ ከባቢ ሓደ ዓብዪ ገዛ ገዝኡ እቲ ገዛ እቲ ናይ ፈለማ ናይ ስነ መለኮት ኮሌጅ ኮነ እዚ ታሪክ ግን በዘይ የብቅዐን እቲ ኮሌጅ እንትኽፈት ሃቢብ ጊዮርጊስ ረኣይ ንምስኻዕ ካብቶም ዝለፍዑ ሓደ ጥራሕ ዘይኮነስ ካብቶም ዓሰርተ ክልተ ናይ ፈለማ ተመዝገብቲ ተምሃሮ ሓደ ንምዃን በቕዐ ይኹን ደኣ እምበር ሓደ ዘይተገመተ ሽግር ገጠመ ኣብቲ ኮሌጅ ነቲ ትምህርቲ ክህቡ ዝኽእሉ ሕፅረት ብቑዓትን ዝሰልጠኑን መምሃራን ኣጓነፈ ኣብዚ ግዜ እዚ ፍሉይ ተውህቦ ሃቢብ ጊዮርጊስ ድጋሜ ተረኣየ ምሕዳር ናይቲ ኮሌጅ ሃቢብ ካብ ዘለዎ ዓሚቕ ፍልጠትን ተውህወን መሪሕነትን ዝተለዓለ ብተመሳሳሊ ሰዓት መምህር እውን ተምሃራይ እውን ኮይኑ ንኸገልግል ሕቶ ቕርብሉ ንሱ እውን ቀትሪ ዝተምሃሮ ምሸት ንካልኦት ተምሃሮ ዘምህር ኣስፈጻሚ ትራእይ ጥራሕ ዘይኮነስ ፍረት ራእይ ዝኾነ ፍሉይ ውላድ ሓደራ ኾነ ሊቀ ዲያቆናት ሓቢብ ጊዮርጊስ ድሕሪ ካብ ስነ መለኮት ኮሌጅ ምምራቑ ብወገን ፓትርያርክ ፍሉይ ጸጋ ዘለዎ ሰባኺ ኮይኑ ተመሪጹ። ይኹን ደኣ እምበር ፈተናታ ቤተ ክርስቲያን ብሓንቲ ስብከት ጥራሕ ዝፍታሕ ኣይነበረን። እቲ ቃልሲ ኣብ ክልተ ዝተፈላለዩ ግንባራት ዝተኸፈተ ከቢድ ውግእ ነበረ። እቲ ናይ መጀመርያ ግንባር ኣብ ውሽጢ ቀፅሪ እታ ቤተ ክርስቲያን ዝካየድ ናይ ውሽጢ ቃልሲ እንትኸውን እቲ ካልኣዋይ ድማ ካብ ደገ ንዝመፀ ስውር ወረራ ምምካት እዩ እቲ ናይ ውሽጢ ቃልሲ ናይ ፍልጠትን ናይ ኣገልገልትን እዩ ኣብ 1918 ዓ ም ርእሰ መምህር እቲ ኮሌጅ እንተዓርፉ እዚ ከቢድ ሓላፍነት ዝወደቆ ኣብቲ ግዜ ወዲ 33 ዓመት ናብ ዝነበረ እንግዳ ዓብዩ ጊዮርጊስ ነበረ እቲ ሓላፍነት እንትቕበል ዓላምኡ ግልፂ እዩ። እቲ ኮሌጅ ዲግሪ ዝህብ ትካል ጥራሕ ዘይኮነስ ናይ ኦርቶዶክስ ተዋህዶ ዘይጠፍእ መብራህቲ ካብ ዝኾነ ይኹን ደጋዊ ፅዕንቶ ዝረሓቐ ሓቀኛ ወደብ ንምግባር ነበረ። ነዚ ራእይ ንምስኻዕ እውን ቀትርን ለይትን ምስራሕ ጀመረ። ይኹን ደኣ እምበር እቲ ብደገ ዘሎ ውግእ ዝበለፀ ኣተሓሳሳቢ ኮነ። ኣብቲ ግዜ ግብጺ ኣብ ትሕቲ ጽሕንቶ ባህልን ሃይማኖትን ኣውሮፓውያን ነበረት ምዕራባውያንን ሚሶናውያንን ከም ሰደድ ሓዊ ኣብቲ ሃገር እናተስፋሕፍሑ ነበሩ ሜልኦም ረቂቕን ሓደገኛን እዩ ኣብ በብገዝኡ እናዘሩ ኣብቲ እዋን ዝነበሩ ኣብ ድኽነት ዝነበሩ ቤተሰብ ክንረዳእኩም ኢና ብዝብል ሽፋን ይቐርቡ ንመጽሓፍ ቅዱስ ዓይኒ ብዝስሕብ ስእልን በራሪ ጽሑፍን ብምሽፋን ብነፃ እናዓደሉ ናይ ሰባት ልቢ ንምስራቕ ይምክሩ ነይሮም ሓደ ግዜ እንተኣትዮም ቀጻሊ ነገሮም ናይ ኣዶ ቤተ ክርስቲያን ስምጥፋእን ኣስተምህሮኣ ምናኣስን መናእሰይ ወለዶ ካብ ስሩ ምንቃልን ነይሩ እዚ ስልቶም ብዙሓት ንጹሓን ኦርቶዶክሳውያን ካብ ቤተ ክርስቲያን ክርሕቑ ገይሩ እዩ እዚ ሓደጋ ዝተረድኡ ፓትርያርክ ኣቡነ ቄርሎስ ሓምሻይ ምእመናን ንምጽናዕ ኣድካሚ ዝኾነ ናይ ኣገልግሎት ጉዕዞ ጀመሩ ኣብዚ ወሳኒ ጉዕዞ ናይቶም ፓትርያርክ የማናይ ኢድን ቃል ኣቐባልን ዝነበረ ሊቀ ዲያቆናት ሃቢብ ኣብዚ ጉዕዞ ወቕቲ እዩ ነይሩ ሃቢብ ናይ ጸላእ ስልቲ ብዓይኑ ዝረኣየን ዝተረድአን ሚሶናውያን ነቲ ህዝቢ ዝስሕብዎ ብደረቕ ስብከት ዘይኮነስ ብማራኺ መዝሙር ንቆልዕ ብዝምቹ ትምህርትን ድሕሪ ሰዓት ብዝግበሩ መርሃ ግብርታትን ከም ዝኾነ ተገንዘበ ኣብዚ እዋን ብሃዩ ኣእምሮ ሓደ ኣብታዊ ሓሳብ ትለዓለ ድሕሪ ሕዚ እቲ ውግእ ዝኾን ስራሕ ሚሰናውያን ብምውጋዝ ጥራሕ ዘይኮነስ ንሶም ዝጥቀሙሎም ዘመናዊ ማራኽን ስልቲ ብምውሳድ ኦርቶዶክሳዊ መገልገሊ ምጥቃም ከም ዝከኣል ተዓዘበ። ናይቲ ውግእ ሕጊ ንምቕያር ወሰነ። ሊቀ ዲያቆናት ሃቢብ ጊዮርጊስ ናይቲ ችግር ምንጭን ናይ ሚሰናውያን ስልቲ ድሕሪ ምርድኡ ግዚኡ ብምምራር ወይ ከዓ ብምውጋዘ የጥፍአን። ምክንያቱ ንሱ ናይ ችግር መፍትሒ ሰብ እዩ እሞ ቤተ ክርስቲያን ካብ ደጋዊ ጥቕዓት ምክልኻል ዘይድፈር መንደቕ ብውሽጢ ድማ ሕያውን ፍርያማን ትካል ንምግባር ዘኽእሉ ሰለስተ ዓበይቲ ናይ ፈጠራ ስራሕቲ ነደፈ ንሱ ናይ ቤተ ክርስቲያን ሰባኽ ጥራሕ ዘይኮነስ ናይ ህዳሴኣ መሃንዲስ ነበረ ናይ መጀመርያን ዋና ፈጠራን ቤት ትምህርቲ ሰንበት ዝበሃል ትካል ንምስራት ነበረ ሓቢብ ውግኡ ዝጅምር ካብ ህፃናት ልቢ ከም ዝኾነ ተረዲኡ ኣብ 24 ዓመቱ ኣብ ካይሮ ኣብያተ ክርስቲያናትን ኣብ ናይ ትምህርቲ ኣዳራሻትን ውሽጢ ኣናእሽተይ ህፃናት ብምእካብ ነዚ ዓብዪ ምንቅስቓስ ሃይሉ ጀመረ ንሱ ዝዘርአ ንእሽተይ ዘርኢ እዩ ነይሩ እግዚኣብሔር ዕይዋ ኣብ መላእ ግብፂ ክትስፋሕፋሕን ብሚልዮን ዝቑፅሩ ህፃናት ኣብ እምነቶም ዘፅንዐት ዓባይ ተኽሊ ኾነት ሎሚ ኣብ መላእ ግብፂ ኢሉ እውን ኣብ ዓለም ዓንዲ ሕቆ ዝኾነ ናይ ሰንበት ቤት ትምህርቲ ናይ ሓደ መንእሰይ ራእይን ናይ ድኻሙ ፍረን እዩ ካልኣይ ፈጠርኡ ባህሊ መሊስካ ናይ ምቁፅፃር ስልቲ እዩ ነይሩ ሚሰናውያን ንመናእሰይ ካብ ዝስሕብሉ ዋና ነገራት ሓደ ብማራኽን ብዘመናዊ ዜማ ዝተቐናበሩ መዝሙራት ከም ዝኾነ ተመልኪቱ ሓቢብ ነዚ መልሱ ስቕታ ኣይነበረን ናይ ግጥምን ዜማን ክእለቱ ተጠቒሙ መንፈሳዊ መዝሙራት ዝተባህለ መፅሓፍ ሕተመ እቶም መዝሙራት ናይ ኦርቶዶክሳዊ ሰፊሕ ኣስተምህሮ ዝሓዙ ናይ ቤተ ክርስቲያን ክብሪ ዘዘክሩ ብዜምኦም ድማ ናይቲ መንእሰይ ልቢ ዝማርኹ ነበሩ በዚ እውን ኣብ ናይ ሚስዮናውያን ዝማሬ ተማሪኾም ዝነበሩ መናእሰይ ናይ ባዕሎም ዝኾነ መንነቶም ዝገልጽ ኣማራጺ ሂብዎም ጸላእ ዝጥቀመሉ መሳርሒ ዲቡ ናይ ሓቂ መገልገሊ ገበሮ እቲ ሳልሳይን ወሳኒ ፈጠሩን ድማ ናይ ትምህርቲ ስርዓት ምስትኽኻል ነበረ ብ1907 ዓ ም ናይ ግብፂ ክርስትያን ኣብ ናይ መንግስቲ ቤት ትምህርቲ ውሽጢ ናይ ክርስትና እምነት ትምህርቲ ንክካተት ንትምህርቲ ሚኒስተር ብዘቕረቦ ሕቶ መሰረት እቶም ፓትርያርክ ነዚ ዓብዪ ሓላፍነት ዝሃብዎ ንሃቢብ ጊዮርጊስ ነይሩ ንሱ እውን ሕቱኡ ካብ ምፍቃድ ሓሊፉ ናይ ትምህርቲ ትሕዝትኡ ባዕሉ ኣዳለወ ስለ እምነት ኣመጻጽኣ ሓፂር መግለፂ ብዝብል ርእሲ በዓል ሰለስተ ክፍሊ መፅሓፍ ፀሓፈ ካብዚ ሓሊፉ ካብ ቀዳማይ ደረጃ ክሳብ ካልኣይ ደረጃ ንዘለዉ ቤት ትምህርቲ ንኹሎም ተምሃሮ ዘገልግሉ ሸሞንተ ዝተፈላለዩ ናይ ትምህርቲ መፅሓፍቲ ፀሓፈ በዚ እውን ናይ ኦርቶዶክሳዊት ቤተ ክርስቲያን ውላድ ብእምነቶም ኮሪዖም ብማንነቶም ተሓኒፆም ንክዓብዩ ዝኽእል ዘይናወፅ መሰረታዊ ደቓ ናይ ሊቀ ዲያቆናት ሃብዩ ጊዮርጊስ ዕቤት ዝገልጽ ብቁፅሪ ብስብከቱ ዘለዕሎ መጎድን ዝመስረቶም በዝሒ ትካላትን ወይ ድማ ብዝመሃሮም በዝሒ ተምሃሮን ጥራሕ ዝልካዕ ኣይኮነን እናቱ ውርሲ ኣብ ብዕሩ ውሽጢ ብድምቀት ተጻሒፉ እዩ። ሓቢብ ጊዮርጊስ ጸሓፊነትን መሪሕነትን ብማዕረ ደረጃ ዝተሳኸዐሉ ኣብ ቃሉን ስርሑን ማእኸል ኣፈላላይ ዘይነበሮ ድንቂ ሰብ ነይሩ። ኣብ ህይወት ዘመኑ ብጠቕላላ ሰላሳ መጽሓፍቲ ብዓረብኛ ቋንቋ ጽሒፉ እዩ። እዞም መጽሓፍቲ ብቑፅር ብቻ ዝተደርደሩ ኣይኮነን። ሕድሕዶም ኣብቲ ዘመን ዝነበሩ መንፈሳዊ ፍልጠትን ክፍተትን ንምምላእ ዝተዓለሙ ነበሩ። ሓደ ሓዲኦም ናይ እምነት መሰረት ዘምህሩ ካልኦቶም ድማ ናይ ቤተ ክርስቲያን ታሪክ ዘዝክሩ እዮም ክሳብ ሎማዓንቲ ብርክት ዝበሉ ስራሕቲ ንስነ መለኮት ተምሃሮን ንኣገልገልትን ወሳኒ መጣቐሲ ኮይኖም ኣብ ምግልጋል ይርከቡ ይኹን ዳኣ እምበር ናይ ሊቀ ዲያቆናት ሃቢብ ሓቀኛ ማንነት ካብ ምንም ንላዕሊ ዝገልጾ ኣብ ህይወቱ ብምሉእ ዝኽተሎ ሓደ ወርቃማ መርህ ኣሎ ንሱ ስለ ቤተ ክርስቲያን ችግር ብዙሕ ካብ ምዝራብ ንላዕሊ ኣብ መፍትሒኡ ንእሽተይ ምስራሕ ዝህልዎ ጥቕሚ ብጋህዲ ዘርኣየ ሰብ እዩ ኣብ ዘመኑ ብዙሓት ኣብ ቤተ ክርስቲያን ጉድለት ነቐፌታ ይድርቡ ነይሮም ንሱ ግን ኣፃብዕቱ ንምጥቋም ግዜ የጥፍእን እኳ ደኣስ ቤተ ክርስቲያን ዝጎደላ ነገር ንምቕራብ ኢዱ ንስራሕ ዘርግሐ ኣገልገልቲ ጎዲሎም ክበሃል ከሎ ኮሌጅ መስሪቱ ቆልዑ ካብ እምነቶም ይርሕቑ ኣለዉ ክበሃል ከሎ ቤት ትምህርቲ ሰንበት መስሪቱ መናእሰይ ብናይ ባዕዲ ዝማሬ ተማሪኾም ክበሃል ከሎ መንፈሳዊ መዝሙራት ጽሒፉ ንሱ ድኻ ኮይኑ ዘዕቤቶ ቤተ ክርስቲያን ሃብታም ገበራ እዚ ተግባር ተኮር ፍልስፍንኡ ኣብ ግብፂ ቤተ ክርስቲያን ታሪክ ውሽጢ ዘይፈርስ ናይ ህዳሴ ንቕናቐ ዝወለደ እንትኾን እዚ ንቕናቐ ብሰለስተ ዓበይቲ ዓምድታት ጸኒዑ ቆይሙ እቲ ናይ መጀመርያ ብኣሽሓት ዝቝጸሩ ህፃናት ኣብ እምነቶም ዘጽንዑ ናይ ቤት ትምህርቲ ሰንበት ምንቅስቓስ እዩ እቲ ኸልኣይ ድማ ንቤተ ክርስቲያን ብቑዓት መራሕትን ኣገልገልትን ዘፍረየ ናይ ስነ መለኮት ኮሌጅ እዩ እቲ ሳልሳይ ድማ ምእመናን ብምትሕባር ኣብያተ ክርስቲያናት ብምስራሕ ንኣገልግሎት ዓንዲ ሕቖ ዝኾኑ ናይ ኮፕቲክ ማሕበራት እዮም እዞም ሰለስተ ናይ ሃቢ ጊዮርጊስ ዘይሞት ውርስን ናይ ዘመናዊት ናይ ግብፂ ቤተ ክርስቲያን ናይ ህዳሴኣ መሰረታትን እዮም ንሱ ዝተኸሎ ተራ ድርጅት ዘይኮነስ ዓርሱ ኹኢሉ ዘገልግል ፍረ ዘፍሪ ህያው ስርዓት እዩ ነይሩ ዘመናት ነጒዶም እቲ ንቤተ ክርስቲያን ህሉና ለይትን መዓልትን ዝጓየ ዝነበረ ብርቱዕ ሰውነት ብዕድመን ብብዙሕ ድኻምን ምዝሓል ጀመረ ህይወት ሙሉእ ከም ሽምዓ እንዳቐለጠ ንኻልኦት መብራህቲ እንዳኾነ ዝመፀ ሃቢብ ጊዮርጊስ ናይ ጥዕኑ ኩነታት እንዳተሓወኸ መፀ ይኹን እምበር መንፈሱ ክሳብ መወዳእታ ሰዓት ስለ ቤተ ክርስቲያን ይሓስብ ነይሩ መወዳእታ ኣብ ነሓሰ 221951 ዓ ም እቲ ንቤተ ክርስቲያን ዝወቅዕ ዝነበረ ዓብዪ ልቢ ውቅዒቱ ጠጠው ኣበለ ናይ ሊቀ ዲያቆናት ሃቢብ ጊዮርጊስ ነፍሲ ካብ ስጉእ ተፈልየት ናይ ዕረፍቱ ዜና ኣብ ሙሉእ ምድሪ ግብፂ እንትስማዕ እታ ሃገር ካብ ጫፍ እስካብ ጫፍ ብሓዘን ተዋሕጠት። ካህናትን ዲያቆናትን ንሱ ዘቋቖመን ቤት ትምህርቲ ሰንበትን መናእሰይን ብኣሽሓት ዝቑጸሩ ምእመናንን ዘለዎ ኣኽብሮትን ፍቕርን ንምግላጽ ኣብ ስርዓተ ቀብሩ ከም ውሕጅ ፈሰሱ። ኣብቲ ዝተዳለወሉ ስፍራ ቁጽሪ ዘይብሎም ደቀ መዝሙርት ንመምህሮም ዘለዎም ፍቕሪ ገለጹ። ካብዚኦም ማእኸል ሓደ ገጣሚ መንእሰይ ናይ ኩሉ ሰብ ስምዒት ዝገለጸ ኮይኑ ተረኸበ። እዚ ገጣሚ መንእሰይ ስሙ ናዚር ጋይድ ይበሃል። ዓለም ደሓር ብፁዕ ቅዱስ ኣቡነ ሽደራ ሳልሳዊ ብዝብል ትፈልጦ ናይ ቀጻሊ ፓትርያርክ እዚ መንእሰይ ንመንፈሳዊ ኣቦኡን መምህሩን ከምዚ ክብል ብጽሑፎ ወደሶ ቅድስና እምነት ፍቕሪ እዚ እዩ ናትካ ዓለም ናይ ዕሾኽን ናይ ስቅላትን ህይወት ንስኻ ግን መን ኢኻ መልእኽተኛ ዶ ትኾን ኣይኮንካን ካብ መልእኽተኛ ብላዕሊ ብሩህ ኢኻ ንስኻ ቶሎ ቶሎ ዝወቅዕ ትርግታ ልቢ ኢኻ ሃገር ሙሉእ ክሓቅፍ ዝኸኣለ ልቢ ኢኻ ኩለትና ኣብ ማእገሩ ከም ቆልዑ እንስቀለሉ ዝነበርና ኣቦና ኢኻ በለ ሃቢብ ጊዮርጊስ ብእምነትን ብስራሕን ጥምረት ሓደ ሰብ ንሓንቲ ቤተ ክርስቲያን ክንደይ ዝኣክል ለውጢ ከምጽእ ከም ዝኽእል ዘርኣየ ህያው ምሳሌ እዩ ርስቱ ኣብ እምንን ኣብ ቀለምን ዝተጻሕፈ ኣይኮነን። ርስቱ ሎም እውን ኣብ ግብፂ ኢሉ እውን ኣብ ዓለም ኣብያተ ክርስቲያናት ዝዝምሩ ህፃናት ዝሰብኩ መናእሰይ ዝጽልዩ ምእመናን እዩ። ንሱ ድኻ ኮይኑ ዘዕብየቶ ቤተ ክርስቲያን ግን ሃብታም ገበራ። ርስቱ ህንፃን መጽሓፍን ጥራሕ ዘይኮነስ ንሱ ዘትረፎ ናይ ቤተ ክርስቲያን ህያው መንፈስ እዩ። ክቡራትን ፍትዋትን ቤተሰብ ሰለስቱ ምእት ሚድያ ሎም መዓንቲ ዝነበረና ታሪክ እዚ ይመስል ነይሩ ካብዚ ታሪክ ብዙሕ ቁም ነገር ከም ዝተማሃርኩምን ከም ዝፈተኹምን ተስፋ ንገብር ኣብ ቀጻሊ ብካሊእ ዘድንቕ ታሪክ ክሳብ ንራኸብ ናይ ሊቀ ዲያቆናት ሓቢብ ጊዮርጊስ መንፈሳዊ በረከትን ዘየቋርፅ ናይ ኣገልግሎት ትግሃትን ምስ ኩላና ይኹን ላይክ ሳብስክራይብ ሼር ብምግባር